ክርስቶስ ብሃይሊ መስቀሉ ቺያኬ
ሰላም ሰላም ክቡራት ተኸታተልትና ከመይ ጸኒሕኩም? እምበኣርከስ ሕጂ እውን ስዒብና ምስ ስነ ጥበባዊ ኣማኑኤል ተኽለ እዩ ክህልወና ጻንሒት። ኤማ ሓውና ከምዚ ትርእይዎ መዓሪግ እዩ ጸኒሑ። ኤማ ሓወይ ከመይ ጸኒሕካ? እግዚኣብሔር ይመስገን ሉል ነብሲ ዋእ ናይ ግድን። ተዳሊኻ ኢኻ ጸኒሕካ። እዋእ ታይ ደኣ እሞ
ዋይ ጽቡቅ ኤማ ሓወይ ጽቡቅ ጽባሕ ሃብኪ
ኤማ ሓወይ ከምቲ ኣቀዲመ ዝነገርኩካ ሓፍትና ፌቡ ህያብ ክትህብለይ ደልየ ኢላትኒ ብስም እዚ መንፈሳዊ ሕቶታት ዘቅረብናዮ ብጣዕሚ ብጣዕሚ በቃ ክናኣዱን ክድነቁን ዝግብኦም እዮም ስለዚ ኣነ ካኣ በቲ ዓቅመይ ህያዋት ክትብለይ ደልየ ኢላትኒ እቲ ንሳ ዝሃበትኒ ሒዘልካ መጽየ ደለኩ ማለት እዩ ኤማ ሓወይ ድልው ዲካ ቅድሚ ምሃበይ ሰለስተ ሕቶታት ሕተትለይ ኢላትኒ ኣላ ጸገም የለን ጸገም የለን ንኮሎ ግበራ። ጸቡቅ እሞ ሓወይ ፌቡ ሓፍትና እምበኣርከስ መጀመርታ ኣብ ዘለኹሞ ኣምላኽ ምሳኹም ይኹን ደቂ ድንግለይ ትብል ኣላ። ኣሜን ኣሜን ኣሜን ኣሜን ኣሜን ንኹላትና። ቀጺለ ሰለስተ ሕቶ ኣለዋኒ እሞ ሓወይ ቀዳመይቲ ሕቶይ ኣብ ሂወትካ ኣየናይ ተቀድም ስነ ጥበብ ዶ ወላስ ሃይማኖት? ኣብ ስነ ጥበብ ኮንካኸ ንሃይማኖት ዘበርከትካዮ ነገራት ኣሎ ዶ? እወ እንድሕር ኮይኑ መልስኻ ገለ ካብቲ ኣበርክቶ ዝሃብካዮ ገለ በለኒ ትብለካ ኣላ።
መጀመርታ ፌቡ ሓፍተይ በቃ ነዚ ሓሲብኪ ከምዚ ኢልኪ ብምብጋስኪ ብዘይ ቀልዓለም ከየድነቅኩኺ ከየመጎስኩኺ ክሓልፍ ኣይደልን እየ። እግዚኣብሄር ኣብ ዘለኽዮ ጸግኡ የብዝሓልኪ እየ ክብለኪ ዝፈቱ። ናብቲ ሕቶ እንድሕር ክንምለስ ኮይና መጀመርታ ንስነ ጥበብ ዶ ተቐድም ንሃይማኖት እያ እታ ሕቶ? መጀመርታ ሃይማኖት ዶ ተቐድም ዋላስ ስነ ጥበብ?
ብዘይ ሃይማኖትና ብዘይ እምነትና መቸም ክንነብር ኣይንኽእልን ኢና ዋላ ንሓንቲ ደቒቕ እውን እምነት እንተዘይብልካ ከተስተንፍስ ከማን ኣይትኽእልን ኢኻ ማለት እዩ። ጎኒ ጎኒ ግን ስጋውያን ስለዝኾንና ድኹማት ስለዝኾንና ኣይሕስወክን እየ ዝያዳ ኣብቲ ናይ ስጋ ንጎዮ ይበዝሕ ኣነ ብፍላይ ኣብቲ ናይ ስጋ ዝያዳ ንጎዮ ንስጋና ክንብል ነጥፍኦ ግዜ ይበዝሕ ጎን ንጎኑ ግን ስጋ ብዘይ ነፍሲ ነፍሲ ብዘይ ስጋ ክልቲኤን ኣይቆማን እንድየን ሕጂ ከይንሕሱ መታን። ሓቂ ትሓይሽ ኣብቲ ናይ ስጋና ንጎዮ ይበዝሕ ዝያዳ እቲ ሰዓት ዝተዋህበና ግዜስ ኣብቲ ናይ ስጋዊ ነገር እንምእርሮ ነገራት ኣብኡ ንጎዮ ይበዝሕ እንድዩ እቲ ናይ መንፈሳዊ ህይወት ግን ጠቅሊልና ኣይንገብሮን ኢና ማለት ኣይኮነን ጎን ንጎን እቲ ስጋዊ ከኣ ኣብቲ መንፈሳዊ ህይወት ከኣ ከይድካ ቤተክርስትያን ናይ ውልቂ ጸሎት ናይ ሕብረት ጸሎት ነንእሽይ ውን ከም ፍቃድ ኣምላኽ ብምሕረቱ ገለ ንእሽይ ኣጎልግሎት ውን ክገብር ይፍትን እየ ስለዚ ጎን ንጎኑሲ ንክልቲኡ እንዳ ሓዝኩዎ እየ ዝከይድ ኣነ ብወገነይ ማለት እዩ ዝያዳ ግን ናብቲ ናይ ስጋዊ ነገር ንጎዮ ይበዝሕ ስለዚ እግዚኣብሔር ብጸጉኡ ብምሕረቱ ይደግፈና ኣብቲ መንፈሳዊ ዝያዳ ግዜ ክንሕልፍ ማለት እዩ እታ ካልእቲ ኣሜን እንታይ እያ ኢልክኒ ኣብ ስነ ጥበብ ኮይንካኸ ንሃይማኖትካ ኣበርክቶ ትገብረሉ ዶ? እወ እንድሕር ኮይኑ መልስካ ኤማ ሓወይ ገለ ካብቲ ኣበርክቶ ዝገበርካዮ ነገራት እስከ ኣዕልለና። ሓቂ ትሓይሽ ከምቲ ከነበርክቶ ወይ ከምቲ ከነገልግሎ ዝግበኣና ኣብ ስነ ጥበብ ኮይና ኣብቲ መንፈሳዊ ሂወት ኣይሰራሕናን ኣይገበርናን ዘለና ስጋብ ሕጂ ማለት እዩ ንእሽተይ ግን ንእሽተይ ከምዚ ክትዛረበሉ ውን ብዙሕ ዘድፍር ኣይኮነን እንዲ ግን በዚ ኣጋጣሚ ከኣ ከይመስገንኩም ክሓልፍ ዘይደሊ ኣሕዋት መንፈሳውያን ኣብ መንፈሳዊ ኣገልግሎት ዘለዉ ዘማርያን መጺኦም ደድሕሬና መጺኦም ንስኹም ከተገልግሉ ትኽእሉ ኢኹም ኣብ መንፈሳዊ ህይወት ውን ንስኹም እቲ መድረኽትስ ንዓኹምስ ይግባኣኩም እዩ ስለዚ ኣብ መንፈሳዊ ንገብሮ ጉባኤታት ምሳና ክትሳተፉ ብድራማ ብመዝሙር ብዝተፈላለየ ነገር ይግባኣኩም እዩ ንስኹም ውን ናይ ኩርስቶስ ኢኹም ንስኹም ውን ናይ ድንግል ማርያም ኢኹም እናበሉ ዘተባብዑና ክንወድቅ ከለና ዝድግፉና ሞራል ዝህቡና ኣሕዋት ኣገልገልቲ ኣለዉ ማለት እዩ በዚ ኣጋጣሚ እዚ ምናልባሽ ሽሞም ምዝርዛር ንኹሎም ንሓደ ዘኪረ ንሓደ መታን ከይርስዕ ንኹሎም እቶም ብቕንዕና ኣጆኹም እናበልኩም ትድግፉና ኣብ ጉዕዞ ከየመስገንኩኹም ክሓልፍ ኣይደልን እየ። ቀጽልዎ ከኣ ክብለኩም ይፈቱ ማለት እዩ። ስለዚ ብናቶም ሓይሊ ብናቶም ደገፍ ኣብ ትሕቲ እግዚኣብሄር ማለት እዩ። ነንእሸይ ኣገልግሎት ንገብር ኢና መንፈሳዊ ሕይወት ማለት እዩ በቲ ሞያና ኣብቲ ድራማ ኣብ መዝሙር ከይተረፈ እውን ኣብ ዝሓለፈ ዝነበረ ጉባኤ ድራማን መዝሙርን ብውሽጥና ብውሽጣዊ ዓቕምታትና እቶም ኣሕዋት መዘምራን ኣላማሚዶም መዝሙር እውን ዘሚርና ኔርና መዝሙር ኣቕሪብና ኔርና ኢና ማለት እዩ ስለዚ ከምዚ ከነገልግሎ ዝግባኣና ዶ ኣይኮነን እምበር ነንእሽተይ ነገርስ ነገልግል ኢና ማለት እዩ። ስለዚ ንሕና ጽቡቕ ጌርና ኣብቲ መንፈሳዊ ህይወት ኣገልግሎትና ዝያዳ ክብርትዕ ከኣ ብጸሎት ደግፉና ክብል ይፈቱ። እሞ ኤማ ሓወይ ኣነ ውን መጽየ ኔረ ኣብቲ መደብ። ኦ ጽቡቅ ሪኢክና ኢኪ። መጽየ ኔረ ኢየ ሪኤዮ ኢየ እቲ መደብ ማራ ደስ ኢልኒ ብጣዓሚ ደስ ዝብለካ ምሽ ኩላትና ወላ ኣነ ተሳታፊት ኣይኮንኩን እንዴ ግን ትቀንእ ሕጂ ንዓኹም ምስ ረኣኹስ ቅዱስ ቅነ ተቐነ ምሽ ቀንየ በቃ። ሓይሊ ናይቶም የሕዋት እዩ ንስኹም ውን ኣካል ናይ ቤተክርስትያን ኢኹም ኣካልና ኢኹም ኢሎም እዮም ነቲ ባይታ ተፈጢሮም መንገዲ መሪሖም ዝወሰዱና ኣገልገልቲ ኣለዉ ናቶም ሓይሊ እዩ ማለተይ እየ። ናይቶም ኣቦታት ውን ኣለዉ ብዓቢኡ ኣብ ጎንና ኮይኖም ዝድግፉና ክንወድቅ ከለና ዘልዕሉና ኣለዉ እንድዮም ስለዚ ንዖኦም ውን ብዘይ ቀልዓለም ክብሪ ይግብኦም እዩ።
ጽቡቅ ኤማ ሓወይ ጽቡቅ ናይ ኣጎልጉሎት ዘመንኩም ይባረክ ክብለካ ፈቱ ኤማ ሓወይ። ኣሜን ሉላ ሓፍተይ። ካሊእቲ ሕቶና ኤማ ሓወይ ብዙሓት ኣርቲስት ማዕተብ ዘይብሎም ይርኢ እየ ኢላትካ ንስኻ ከ ኣብ ማዕተብ ዘለካ ኣራእያ እንታይ ይመስል ማዕተብካ ኣውጺኻ ከ ሰሪሕካ ትፈልጥ ዶ?
ጽቡቅ ሕቶ እዩ ፌቡ ሓፍተይ ማዕተብ ኣውጺኤ ሰሪሐ እፈልጥ እየ ካብ ክሳደይ ማለት እዩ እቲ ካራክተር ተዋሂበዮ ዝነበርኩ ማዕተብ ክገብር። ኣይክእልን'ዩ ስለ ዝተባህለ በቲ ዳሪክተር፣ ንስኻ'ውን ከይፈተኻ እቲ ማዕተብ ከተውጽኦ ትግደድ ኢኻ። ሕጂ ማዕተብ ስለ ዘውጸኻዮ ነቲ ካራክተር ኢልካ ኢኻ፣ እቲ ካራክተር ክትኮኖ ስለ ዘለካ፣ ክትመስሎ ስለ ዘለካ፣ ነቲ ካራክተር ከተንጸባርቖ ክትብል ማዕተብ ካብ ክሳድካ ተውጺእኻ። ካብ ኣማኒኤል ወይ ካብቲ ኣማኒ ግን ይወጽእ ማለት ኣይኮነን። ሕጂ እንታይ ይገብር ነይረ ኣነ? ማዕተብ ከውጽኣ ከለኹስ ኣብ ኢደይ በዚ ይገብራ ነይረ ማለት'ዩ። ኣብዚ ኢደይሲ ይጥምጥማ ነይረ'የ ሽዑ። ጎልፎይ ጌራ ከኣ ይሽፍና ኔረ ማለት እዩ ክንሰኣል ከለና ምክንያቱ እቲ ካራክተር ማዕተብ ኣይገብርን እዩ ማዕተብ እንተ ጌርካሉ ሲ እቲ ዝበሃል ዘሎ ዘረባን እቲ ዝገብሮ ኩሉ ዓይነት ነገራትን ምስኡ ማች ክገብር ኣይክእልን እዩ ስለዚ ሓደ ሓደ ግዜ ትግደድ ኢኻ ከተውጽኦ ማለት እየ ካብ ክሳድካ ስለ ዘውጽኻዮ ግን ካብ ልብኻ ወይ ካብ ኣካላትካ ተርሕቆ ማለት ኣይኮነን ማለት እዩ ጥንቃቄ የድልዮ እዩ ኣዝዩ ተኣፋፊ እዩ እቲ ሞያ መቅንያቱ ዝተፈላለየ ዓይነት ሕብረተሰብ ክሳብ ዝኮና ማዕተብ ድገብር ኣሎ ዋላ ኣማኒ ከሎ ማዕተብ ደይገብር ኣሎ ኣብ ካልእ እምነት ውን ዘለዉ ኣለዉ ማዕተብ ብሃይማኖቶም ቅቡል ዘይኮነ ሕጂ ናይ ግድን ነቶም ካራክተር እንድሕር ተዋሂብካ ኣብቲ ሕብረተሰብ ክሳብ ዘለካ ንዖም ክትመስሎም ኣለካ ብጠባይ ማለት እዩ በቲ ዝወሃበካ ካራክተር ስለዚ ከተውጽኦ ትግደድ ኢካ ካብ ክሳድካ ካብ ሂወትካ ካብ ኣካላትካ ግን ትፈልዮ ማለት ኣይኮነን ማለት እዩ ኣጋጣሚ ኮይኑ እዚ ዓይነት ጥበብ ይጥቀም ነይረ ማለት እዩ ኣብ ክሳደይ ኣውፅኤስ ኣብ ኢደይ ይገብራ ነይረ ዳሕራይ ሽዑ ካብ ስራሕ ምስ ወዳእና ከዓ ኣብ ክሳደይ ይመልሳ ነይረ ፅቡቅ ፅቡቅ እዮም ሓወይ ወላ ንካልኦት እውን ትምህርቲ እያ ሳልሰይቲ ሕቶና እዮም ሓወይ ካብ መፅሓፍ ቅዱስ ብጣዕሚ ትፈትዋ ቃል ኣላ ዶ ኣነ ዝፈትዋ እዚኣ እያ ፍትወይ ናተይ እዩ ኣነ ውን ናቱ ንስኻ ትፈትዋ ቃል ከ ከመይ እያ ንገረኒ ትብለካ ኣሎ ካብ መጽሓፍ ቅዱስ።
ኩሉ ቃል እግዚኣብሔር እንድዩ ዝፍቶ ቃል እግዚኣብሔር ይመክር ነደ እሳት እዩ ዝብሃል ሕጂ ኩሉ ቃል እግዚኣብሔር ሲ እሳት ከይተረፈ እዩ ዝመክር እዩ ዝብሃል ስለዚ ኩሉ ቃል እግዚኣብሄርሲ ሓደ ፈቲኻ ሓደ ጸሊእኻ ወይ ሓደ ንስኻ ክትገብሮ ኣይትኽእልን ኢኻ ግን ምስ ሂወትካ ዝያዳ ኣብ ትደኽመሉ ትወድቀሉ ገለ ነነፍሲ ወከፍና ይህልወና ክኸውን እዩ ንዓይ ከኣ ወንጌለ ማቴዎስ ምዕራፍ ሽዱሽተ ፍቅዲ ሰላሳን ሰለስተን መጀመርታ ጽድቁን መንግስቱን ድለዩ ድሓር ኩሉ ክውሰኸኩም እዩ ትብል ዝያዳ ትምስጠኒ ኣብ ሂወተይ ማለት እዩ ሓደ ሓደ ግዜ ኣብ እቲ ናብ ጽድቂ ንጎየሉ ነገራት ክደክም ከለኹ ንዓኣ ኣዘኪረ ከም ዝበራበር ኸውን እየ ማለት እዩ ስለዚ በዚ ኣጋጣሚ ንዓ ኣነ እውን ደስ ትብለኒ እያ ፅብቕቲ ኤማ ሓወይ ፅብቕቲ ሰለስተ ሕቶ ሕተትልያ ኢላትኒ እተን ሕቶ ወዲእ ኣለኹ ማለት እዩ ሓንቲ ሕቶ ግን ብናተይ ኮስኻካ ካብ ፌብ ወፃኢ እራይ ፀገም የለን
ኣብቲ ቅድሚ ሕጂ ዘቕረብካዮም መንፈሳዊ ሕቶታትሲ ኤማሲ መምህር እዩ ኢሎሙኒ ሰባት ደው ኢሎም ምስ ኤማስ ንኤማ ሓቲትክንኦ ኤማ እኮ መምህር እዩ ኢሎምኒ መምህር እዩ እወ ይምህር ኣብ እንዳ ኡራኤል ኢሎምኒ ሓቂ ድዩ
መን ኢሎም ኢልካ ካብ ኤትራቢኻ ጀሚርካዮ ወላስ ኣብዚ ምስ መጽኻ ኢኻ
ማለት እቲ መምህር እዩ ገለ እኳ ቁሩብ ክብድ ይብል እንድዩ ኣይትድገምዮ ከማን ከይተማሃርካ መምህር ክትከውን ኣይትኽእልን ኢኻ ግን ኣነ እንዳ ተማሃርኩ ዝነብር ዘለኹ እየ ማለት እዩ ኣብ ኤርትራ ኣብ ርእሰ ኣድባራት ደብረጽዮን ቅድስት ድንግል ማርያም ኣብኡ ተማሂረ ነይረ ሓሙሽተ ዓማደ ምስጢር ሸውዓተ ምስጢራት ቤተ ክርስቲያን ዝብል ተማሂረ ነይረ ኣብኡ እውን በታ ዓቕመይ ኣብቲ ክፍሊ ድራማ ኣገልግሎት ነይርኒ እዩ ማለት እዩ ይግልገል ነይረ በታ ዘላትኒ ንእሽተይ ተሞክሮ ወይ ሞያ እውን ኣብ ክፍሊ ድራማ ንእሽተይ ይነጥፍ ነይረ እየ ኣብዚ ምስ መጻኹ ከምቲ ድድለ ኣይቀጸልኩን ግን ፍቓድ ኣምላኽ ኣብ ጥቓና ከዓ እንዳ ኡራኤል ቤተ ክርስቲያን ነይሩ ኣብኡ ከዓ ንዓና ንኤርትራውያን ጉባኤ ስለ ዝተፈቕደ ኣብኡ ከዓ ከይደ ንእሽተይ እንዳተማሃርኩ የገልግል ማለት እዩ ዓቢ ነገር ኣይኮነን ማለት እዩ ሓቂ ማለት እዩ ትዝ በለኒ እወ ከምኡ ኢልንሲ መምህር እንዲያ ቁርብ ከቢዳ እወ ትምህርቲ ትህብ እዩ ትምህርቲ ከም ትህብ እዩ ኣነ ሰሚዐ ተማሂርካ ትምህርቲ ትህብ ትኸውን ድሓን ትሕትና እንዲዚ ግን ከምኡ ኣየ ሰሚዐ ኣነ ኤማሲ ምህር እዩ ኢሎምኒ ኣብ እንዳ ኦራኤል ትምህርቲ ይህብ እዩ ስለዚስ ኣነ ከኣ ዘይሓሰብክዎን ከምኡ እና ብከምኡ እየ ሓይተካ። ጸገም የብሉን ጸገም የብሉን። ኤማ ሓወይ ሕቶና እንዳ ወዳእና ኢና እቲ ህያባት ክንከፍቶ። እዋእ ደስ ዝብለኒ ህያብ እኮ ይግበኣና ኔሩ ንሕና ኢና ህያብ ክንህብ ዝግበኣና ኔሩ። ብዝኾነ ግን ድሓን ካብ መስዋእቲ ትእዛዝ ዓቢ ንእዘዝ።
እወ ሓፍትና ፌቢ ከኣ ነዚ ኣበርክቶ ስለ ዝገበርክልና ብጣዕሚ ኢና ነመስግነኪ ናብቲ ንስኺ ሃብዮም ዝበልክኒ ህያባት ሓልፌ ህያብ ክንሪኦ ኢና ማለት እዩ ኤማ ሓወይ በል እተን ህያባትና እዚኤን እየን ክትከፍተን

እመቤታችን ወይ

ክብሪ ሃብኪ በቃ እዚ ንዓና ዝግባእ ኣይኮነን ብዘይ ቃልዓለም ግን ነዚ ዓቢ ነገር ምሕሳብኪ ጥራይ በቃ ኣደይ ማርያም ኩሉ ግዜ ምሳኺ ትኹን ንዓና ዝግባእ ኣይኮነን እመብርሃን ንሕና መቸም ናታ ጽላል ምስ ኩላትና ይኹን ብዘይ ቃልዓለም
ፊባ ሓፍተይ ሓቂ እዩማ ብጣዕሚ ብጣዕሚ ዓብ ህያብ እዩ
ዓብ ነገር እዩ
እዚኣ ቀዳመይቲ ህያብና እያ እማ ሓወይ ካልኤት ህያብ ኣላትና
ካልኤት ከዓ ኣላትና እዚኣ ከዓ ሉል ወርቂ ኢንተርቴመንት እዚኣ እውን ኣነ ክበርክተልኩም ኢላ ንሕና ኢና ክነበርክት ዝግባኣና ግደፉ ግደፉ

መስቀል ኃይልና መስቀል ጽናና። ብዘይ ቀልዓለም ደይግበኣና እዩ ደይግበኣና እዩ በቃ ቃላት ሓፅረኒ ንዓይ ብዘይ ቀልዓለም ቃላት ሓፅረኒ እዚ ናይ ሂወት ምስጢር ዝኾነ ህያብ እዩ እዚ ሓንሳብ ተቐቢልካዮ ዝኣርግ ዝወድቕ ዝምሽምሽ ኣይኮነን እዚ ኣብ ሂወትና ዓብይ ህያብ እዩ እዚ ብዘይ ቀልዓለም ኣብ ሂወተይ እቲ ዝኸበረ ህያብ ዝተዋሃብኩሉ መዓልቲ እዩ ብሓቂ ብሓቂ ሉላ ሓፍተይ ብጣዕሚ ኢና ነመስግን እግዚኣብሔር ኣምላኽ ዋእ እንድዒ ባዕሉ ፀጉኡ የብዝሓልኪ ንዓኺ ከዓ ፌቡ ሓፍተይ ብዘይ ቀልዓለም እግዚኣብሔር ዓስቡ ይክፈለኪ ንዓኺ ንፌቡ ሓፍትና ውን ከምኡ ማለት እዩ ንሕና ንብሎ ነገር የለን ዓቢ ህያብ እዩ እዚ ብዘይ ቀልዓለም ስለዚ ኣብዚ ዘለናዮ ከኣ እግዚኣብሔር ኣምላኽ ንኹላህና ብጸግኡ ይደግፈና።
እወ ፌቡ ሓፍተይ ወላ ኣነ ብጣዕሚ እየ ዘመስግነኪ ብጣዕሚ ማለት እዩ ነዚ ሓሳብ እዚ ሓሲብኪ ነዚ ዓቢ ህያብ እሞ ከኣ ካልእ ካላ ከይከውን እኳ በዚ ዓቢ ናይ ድንግል ማርያም ስእሊ ህያባት ክህቦም ስለ ዝበልክኒ ብጣዕሚ እየ ዘመስግነኪ ንዓይ ውን ዓቢ ሓጎስ እዩ ዝፈጥረለይ ብጣዕሚ እየ ዘመስግነኪ ኤማ ሓወይ ከመይ ከመይ ረኺብካ ህያባት እዋ ብዘይ ቀልዓለም ኖኖ እዚ ቃላት እውን በቃ ጠፊኡኒ ኣሎ በቃ እንታይ ከም ዝበሃል ጠፊኡኒ ኣሎ እዚ ናይ ስጋ ኣይኮነን እዚ ናይ ነፍሲ እዚ ናይ ናይ ሂወት እዩ እዚ ማለትሲ ኣብ ሂወትካስ ዓቢ ነገር እዩ ማለተይ እየ ድንግል ማርያም ዘይብሉ ሂወት ትርጉም ዝብሃል የብሉን ስለዚ እቲ ስእሊ ኣድህኖ ናይ ድንግል ማርያም እንዳረኣኻ ክትነብር ከለኻ ኣብ ቤትናሲ ቀሊል ነገር ኣይኮንን እቲ ውዕለት ሲና እንዳዘከርናዮ ንነብር ማለተይ እየ ጎይታ ውን ብዓቢኡ ዝሃበና ህያብ ኣብዛ ዓለም እዚኣ ንድንግል ማርያም ይህብና ኣብ መስቀል ተሰቂሉሲ ወላ ሓንቲ ካልእ ዝወሃብ ነገር ኣይኮነን ኔርዎ ሃፍቲ ገንዘብ ብዙሕ ሰብ ከምኡ ክህብ ይኽእል እዩ ጎይታ ግን እቲ ዝዓበየ ህያብ ዝሃበና ንዓና ኣብ እግሪ መስቀል ኮይኑ ዮሃንስ እነሀት ኣዴኻ ኢልዎ ኣደይ ከዓ እነሀ ወድኺ ኢልዋ እሞ ስለዚ ንዓና እውን ከምኡ ዝተዋሃበትና ኣደ ኣብ ቀራንዮ ስለዝኾነት እዚ ህያብ እዚ ከኣ ቀሊል ህያብ ኣይኮነን ማለት እየ። ምስኡ ምትሕሓዝ ኣለዎ ማለት እየ። ናይ ድንግል ማርያም ውዕለት፣ ናይ ድንግል ማርያም ህያብሲ ዓቢ ነገር እዩ። ስለዚ በዚ ኣጋጣሚ ፌቡ ሓፍተይ ብዘይ ቃልዓለም ዓባይ ነገር እያ እሞ ዓስብዩ ዓስቡ ካብ እግዚኣብሄር ርኸብዮ፣ ሉል እውን ከምኡ ማለት እዩ። ንሕና ኢና ክነበርክቶ ዝግበኣና እሞ። ሓደ መዓልቲ ከኣ ንሕና ይህሉ ክኸውን ከም ፍቃድ ኣምላኽ ኣምላኽ ይሓግዘና ጥራይ ብጣዕሚ እየ ደመስግነኪ።
እምበኣርከስ ክቡራት ተኸታተልትና ምስ ሓውና ስነ ጥበባዊ ኣማንኤል ተኽለ ዝጸንሓና ጻንሒት ከምዚ ትርእይዎ እዩ። ብጣዕሚ ጽቡቕ ግዜ ኣሕሊፍና ህጂ እውን